ሰላም ክቡራት ተኻተልቲ ኣገዳሲ ዝኾነ ሓበሬታ ንኩላትኩም ጠቂሙ ዝበልክዎ ሒዘ መፅእ ኣለኹ ሰናይ ምክትታል ናይ ሎሚ ኣርእስትና ንኩልኩም እዞም ኣብ ካናዳ መፂኹም ዘለኹም እሞ ከዓ ናይ ስራሕ ዕድል እቲ ትደልይዎ ስራሕ ዘይረኸብኩም ግን ናብ ናይ ትሬስ ናይ ሞያ ናይ ጥበብ ከምኡውን ካልእ ካብቲ ዘለኹም ስራሕ ለውጢ ከምዝኣልኩም ዝኽእል ደሞዝ ክውስኸልኩም ትኽእል ትረዩ ዘለኹም እዚኣ ኣገዳሲት ሓበሬታ እያ ሎሚ ሓደ ኣገዳሲ ዌብሳይት ዝብሎ እዚ ኣብ ጎነይ ኣምጺኦ ዘለኹ ዌብሳይት ትሬድ ሲክረትስ ይበሃል። እዚ ናይዚ ዌብሳይት እዚ ሊንክ ኣብ ታሕቲ ገብረልኩም እየ። ሶ ኣብ ዝሓለፈ ዘእተኹዋ ቪድዮ ነይራ ብዛዕባ ናይ ስራሕ ከመይ ኢልካ ትረክብ ብፍላይ ነዞም ካናዳ ትመጹ ዘለኹም ካብ ኣዲስ ኣበባ ኣፍሪቃ ካብ ዝተፈላለየ ከም በዓል ግብጺ ኣዲስ ኬንያ ካብዘን ዓድታት ትመጹ ዘለኹም ኣብ ካናዳ ምስ ኣተኹም ስራሕ ከርክኩም ዝኽእል ሞያ ኢለ እእትየ ነይረ። እንተኾነ ኣብ ካናዳ ምስ ኣተኻ ሓደ ክትፈልጦ ዘለኩም መብዛሕትኡ ግዜ እቲ ናይ ኣፍሪቃ ወረቐት ዝኾነ ዶክመንት ሒዝካ እንተመፅኻ ኣብዚ ወይ ኣቐይሮ ኣክረዲት ግበሮ ይብልኻ ወይ ድማ ናይዚ ዓዲ ተፈተን ይብልኻ ናይዚ ዓዲ ወረቐት ንክትሕዝ ተፈተኖ ትፈተና ብልኻ ስለዚ እቲ ስኻ ትፈልጦስ ኬድካ ትፍተኖ ሞ ቻለንጅ ትገብሮ ንቲ ኤግዛም ምስ ተፈተንካ ከዓ እቲ ክትመሃረሉ ኢኻ ዘለካ ትምህርቲ ትሕዝ ወይ ድማ ዳይረክትሊ እቲ ወረቐትካ ክትሕዞ ትኽእል ኢኻ ማለት እዩ እቲ ፀገም እንታይ መፅእ ኣሎ ሰዓት እዚ ኣብ ካናዳ ምስ መፃኹም እቲ ዝኾነ ሒዝኩሞ ዝመፀኹም ሰርቲፊኬት ምስ ሃብኩሞም ኦኬ ክንቀበለካ ንኽእል ኢና ከነፈትነካ ንኽእል ኢና እንተኾነ ግን ኤምፕሎየር ርኸብ ንኣብነት ኣፕረንትሽፕ እዩ ዝበሃል ኣፕረንትሽፕ ከዓ ተምሃራይ ኮንካ ኣለካ ነቲ ደሊኻ ዘለካ ትሬድ ኤሌክትሪሻን መሪፅካ ኣለካ ወይ ሜካኒክ ወይ ፕላምበር ድራውሊኮ ወይ ድማ ካርፔንተር ንኣብነት እዚ ወላ ደቂ ኣንስትዮ ክስርሖ ዝኽእላ ስራሕ እዚ እንተኾነ ግን ዝኾነ ዓይነት ካብ ስራሕ ንክጥዕመና ንበል ሜካኒክ መሪፅካ ኣለካ ንበል ዝፈልጦ ዓይነት ትምህርቲ ስለ ዝኾነ ብዛዕባ ሜካኒክ ዛረበ ግን ሓደ እዩ ንኩሉ እቲ ሲስተም ሓደ እዩ እንታይ ኮይኑ ሎ ብዛዕድ ሕጂ ኣብ ካናዳ ዋላ እኳ ስራሕ ውሒድ ሎ ተሳኢኑ ሎ እበሃል እንተሎ ኣብ ናይ ሞያ ዘሎ ጥበብ ግን ስራሕ ግን መብዛሕትኡ ሰብ ስራሕ ኣይስእንን እዩ ኣብ ሞያ እንተ ኮይኑ ኣንኮላ እዞም ዓዲ ሞያ ዘለዎ ስራሕተኛ ኣዝዮም እዮም ዝረዩ እጂ ስራሕ ተሳኢኑ ክብሉካ ከለዉ ክሰምዕ ከለካ እቲ ንሶም ዝኣፕላይ ዝገብርዎ ዘለዉ ስራሕ እቲ ናይ ሞያ ተኮይኑ ግን እቲ እቶም ስራሓት ስቲል ሃየር እዮም ዝብሉ ኤቭሪ ታይም ብጣዕሚ ዲማንድ ዘለዎ ጠለብ ዘለዎ ዓይነት ስራሕ እዩ ሕጂ ሎሚ ሕዚ ኣብዚ ዝቡ ሓበሬታ መንግስቲ ኣልበርታ ዘውፅኦ ሓድሽ ሓበሬታ ኣሎ እዚ ኣብ ናይ ኣልበርታ ዘለኩም ዘለኹ ዋላ ኣብ ኦንቴርዮ ሃሉ ዋላ ኣብ ሰስካችዋን ሃሉ ኣብ ኩለን ፕሮቪንሳት ነናተን ሕጊ ኣለዎ እንተኾነ ግን ሃይ ዲማንድ ኣሎ ሰዓት እዚ ንናይ ሞያ ዘለዎም ከምፁ ዝገብርዎ ዘለዉ ግድን ከዓ ኣብቲ ኣቲኹሞ ዘለኹም ፕሮቪንስ እንተዘይጥዒሙኩም ናብ ኣልበርታ ክትምፁ ትኽእሉ ኢኹም ሓደ ነገረ መገድና ክኾነና ቪድዮ ክናይ ስራሕ ክሎና ኣለኹ እምበር ንኣልበርታ ንዝመፁ ሓሙሽተ ሽሕ ዶላር ይህቡ እዮም እታ ሊንክ ኣብ ታሕቲ ገብረልኩም ሙቪን ቦነስ ብሎ ሙቪን ቦነስ ንኣልበርታ ሙቭ ከም ዝገበ ካብ መዓስ ናብ መዓስ ወርሒ እዩ እታ ሊንክ ኣብ ታሕቲ ገብረልኩም እያ ኣብቲ ጠለባት ኣፕላይ ትገብር ትኾና ንዓኹም ብፍላይ እዞም ዓሚ ንኣልበርታ ሙቭ ዝገበርኩም ናይ ሞያ ስራሕ ድሓስኩም ማለት እዩ እንተኾነ እዞም ንኣልበርታ መርጭኹም ዘለዎም ካብ ኣፍሪቃ ናብ ካናዳ ማለት እዩ እዚ ትሬድ እዚ ክትኣትዉ ምስ በልኩም ኦኬ ኤምፕሎየር ርኸብ ወይ ስራሕ ዘእትወካስ ርኸብ ብብልካ መጀመርታ ኦኬ ኣነ ስራሕ ዘእትወኒ ክረክብ ኢልካ ስራሕ ስራሕ ትኸይድ ንኣብነት ጋራጅ ጋራጅ ኬድካ ኣነ ሬዚዩም ካትቦም ኣነ ናይ ሜካኒክ ኣፍልጦ ኣለኒ ኣብ ኣፍሪቃ ከምዚ ዓመት ሰርሐ ከም ጥበብ ኣለኒ ኢልካ ምስ ሃብካዮም ሽዑኡ ናብቲ ትምህርቲ ተመሊስካ ኦኬ ኣነ ኤምፕሎየር ረኺበ ክመሃር ደልየ ክትብሎም እዮም ዝደልዩ እሱ እቲ ኖርማል ፕሮሲጀር እሱ እቲ መምርሒ ነይሩ እንተኾነ መብዛሕትኡ ሰብ ስራሕ እትውኒ ምስ በሎም እቶም ሰብ ስራሕ ከዓ እንታይ ይብሉካ ሙያ ኣለካ ድዩ ይብሉካ እወ ኣለኒ ክንደይ ዓመት ሰሪሕካ ሓሙሽተ ዓመት ኣብ ካናዳ ከ ክንደይ ሰሪሕካ ይብሉካ ኣብ ካናዳ ሎሚ እየ መፅአ ቅድሚ ቅድሚ ወርሒ እየ መፅአ ኣይ ላል ዓይነ እትወካን እና ቅድሚ ወርሒ ደኣ እሞ ተመኩሮ የብልካን ሕጂ ንገለገሊኦም ስራሕ ረኽቡ መብዛሕትኦም ሰባት ግን ናይ ካናዳ ስራሕካ ኤክስፒሪየንስ ስለዘይብልካ ኣይነእትወካን ኢና ይብልዎ እዚ ካብ ፕሮብለም ንመፅእ ሕጂ ግን ኣብ ኣልበርታ ብፍላይ መንግስቲ ቀይርዎ ነዚ ሕጊ ዝኾነ ሰብ ክምሃር እንተ ደልዩ ናይ ሞያ ኢምፕሎየር ከይረኸበ ወይ ስራሕ ዘእትዎ ከይረኸበ ቀጥታ ከይዱ ይምሃር ሓድሽ ሕጊ እዩ ኣዝዩ ክትጥቀምሉ ዘለኩም ሲስተም እዩ ኣብዚ ግሬድ ሲ ከተኣትኹም ከዓ ኣፕላይ ክትገብሩ ትኽእሉ ኢኹም ብቐንዱ ግን እቲ ንስኹም ደሊኹም ዘለኹም ዓይነት ሞያ ኤሌክትሪሻን ድዩ መብዛሕትኩም ኤሌክትሪሻን ትፈትው ኢኹም መብዛሕትኩም ፕላምበር ራውሊኮ እዚ ዓይነት ስራሓት ከዓ ሃይ ዲማንድ እዩ ጠለብ ዘለዎ ስራሕ እዩ ፅቡቅ እንጀራ ዘለዎ ስራሕ እዩ ከዓ ጥራሕ ንጎ ንዊሕ ከጓዕዘኩም ዝኽእል እዩ እንታይ ትገብሩ ንሕና ኤሌክትሪሻን ክመሃር ኣለኽ ትብሉ ኢኹም ኦኬ ምፃ ኢምፕሎየር ርኸብ ኣይብሉኻን እዮም ሕጂ ስራሕ ዘእትወካ ርኸብ ኣይብሉኻን እዮም ቀጣይ እዮም ክምህሩኻ ኦኬ ንክትመሃር ትኾንካ ግን ናይዚ ዓደ ዲፕሎማ ኣለካ ኢሎም ክሓትኻ እዮም ሓደ ካብቲ ዝሓትዎ ክራይቴሪያ ማለት እዩ ኖ ናይዚ ዓደ ዲፕሎማ የብለይን ክትብለ ኢኻ ብከዛ ኣብዚ ዓዲ ተመሃርካን እያ ሽዑ ስኻ እንታይ ዝገብር ነቲ ኤግዛም ትፍተኖ መእተዊ ኢንትራንስ ኤግዛም እዩ ዝገብር

ክሓልፎ ዝኽእል ፈተና እዩ እታ ዌብሳይት እዚኣ እዛ ትሬድ ሲክሬትስ ትብል እዚኣ ሕጂ ኣብ ኣልበርታ ምስ ዘለኹም እያ ኣብ ሰስካችዋን ኣብ ኦንቴሪዮ ዘለኹም ልክዕ ናትኩም ኣብ ታሕቲ ገብረልኩም ትሬድ ሲክሬት ኣይኮነን ካልእ ዝበሃል ግን ኣብቲ ዌብሳይት ኣርቲኹም እዚ ናይ ትምህርቲ ዕድል ተረኪቡ ዘሎ ክትጥቀምሉ ኣለኩም ከምዚ ዓይነት ዕድላት ከድልዮ ከሎ እዩ ጋቨርንመንት ሮል ኣውት ዝገብሮ ወይ ደውፆ ዋሕዲ ከጋጥም ከሎ ኦኬ ውሒድና ነቲ ኢኮኖሚ ንክስእ እንታይ ንግበር ሰብሲ ዝኾነ ቦናስ ትሂብካዮ ናብታ ቦናስ ዘለዋ ይድኸድ ብኸምኡ ኢሎም እዮም ካዚ ኢንሰንቲቫት ትገብርዎ እቲ ፕሮግራም ሲ ኢዚ ወይ ይፈጥሩ ኢዚ ኣክሰስ ይፈጥሩ ኣለዉ ስለዚ እዞም ናይ ሞያ ናይ ጥብ ትሪዩ ሰባት ብፍላይ እዞም መንእሰያት እዞም ሃይ ስኩል ትብሉ ዘለኹም እንታይ ክገብር ኣነ ፊገር ኣውት ኣይገበርኩዎን መንገደይ እንታይ ክገብር ኣብ ምንታይ ክኣትዉ ስራሕ ዶ ክጅምር ስቂለ ዋላ ሚክዶናልድ ዶ ክጅምር ዋላ ፋስት ፉድ ዶ ክጅምር ዋላ ኣብ ዝኾነ ፓርታይም ዶ ክፀንሕ ትብሉ ዘለኹም ኣብ ሞያ ፀኒሕኩም እውን እቲ ሞያ ተማሂርኩሞ እቲ ጥበብ ሒዝኩሞ ፀኒሕኩም ፅባሕ ንጎ ካልእ ቢዝነስ ክትቅይሩ ትኽእሉ እዮም ትማሊ ሜካኒክ ዝነበረ ሎሚ ፋይናንሻል ኣድቫይዘር ክኾን ይኽእል እዩ ዳት ማተር እቲ ሽፍት ክትገብር ትኽእል ኢኻ ኣብ ሓደ ቦታ ፀኒሕካ ናብ ካልእ ክትቀር ትኽእል ኢኻ ግን እዚ ኦፖርቹኒቲ እዚ ተጠቐምሉ ብግዜ ኮቪድ ግዜ ፓንደሚክ ማለት እዩ ኮቪድ ከም ዝነበረ ዋሕዲ በጣሕ ድራይቨርስ ነይሩ በጣሕ ዓባይ ትራክ ትራክ ድራይቨርስ ማለት እዩ ምክንያቱ መብዛሕትኦም እቲ ትራክ ድራይቨር ሕዙሞ ናብ ታክሲ ይኸዱ ማለት ክላስ ዋን ተደሊካ ታክሲ ክዝውር ሕጂ ከምኡ እዩ መብዛሕትኡ ሰብ ትራክ ክዝውር ኣይደልን እዩ ቢካዝ ሎንግ ዲስታንስ ኢካ ትኸይድ ነዊሕ ኢካ ትኸይድ ነዊሕ እዋን ካብ ፋሚልካ ተፈሊካ ገለ ሲንግል ሲንግል ኢካ ያ ኣብዚ ሃሊካ ትሃሊካ ሴም ሶሪ ሲንግል ክፀርፍ ኢለ ኣይኮንኩን ግን ሲንግል ሲንግል ዳዝ ማተር ኣብ ዝሃሊኻ ከይድካ ሴም ትኽፈሎ ፅቡቅ ስለዝኾነ ማለት እዩ ሕጂ እንታይ ገይሮሞ ካብ ዓሰርተ ሽሕ ክፍሊት ዝነበረ ናይ ሜካኒክ ድራይቨር ንክትምሃር ሬታ ናይ ትራክ ድራይቨር ንክትምሃር ክላስ ዋን እዮም ዝብልዎ ዓሰርተ ሽሕ ነይሩ ሽዑ እዋን ግን መንግስቲ ሳብሲዳይዝ ገይርዎ ናብ ሽሕ ቀይርዎ ሽዑ ናብ ጥራይ ከፊልካስ ትምሃሮ ገይርዎ እታ ሽሕ ከማን ፅባሕ ንግሆ ኣብ ታክስ ማለት እዩ ራይት ኦፍ ትገብራ ነርካ ኣብ ታክስ ተጽሕፋ ኣነ ከምዚ ከፊለ ሽሕ መምሃሪ ትንሽ ይምለሰካ ሽሕካ ከማን ተረዲኩምኒ ስለዚ እቲ ኣፖርቹኒቲ ግን ድሕሪ ሰለስተ ኣርባዕተ ወርሒ ምስ ፀንሐ መዓት ሰብ ኣፕላይ ምስ ገበረ ዓፅዮማ ምክንያቱ እቲ ዘድልዮም ናምበር ምስ ረኽቡ ዓፅዮሞ እቲ ሲስተም ስለዚ እዚ ተረኪቡ ዘሎ ኣፖርቹኒቲ ከዓ ንሕጂ ጥራይ እዩ ክቕየር እዩ ቅድሚ ምቕያሩ ግን እቶም ተዕወቱ ተዓወቱ ስለዚ ነዊሕ ተዛሪበ ይቕረታ ትኾነ ናብታ ዌብሳይት እትወኩም እዚኣ እታ ዌብሳይት እያ ሶ ኣፕላይ ፎር ፕሮግራምስ ኣን ሰርቪስስ ትብል እያ እዛ ትሬድስ ን ኣልበርታ ትብል ልክዕ እዛ ማይ ትሬድ ሲክረትስ ኣልበርታ እዚኣ ጣይ ፅሓፍዋ ወይ ድማ ኣፕረንትሽፕ ኢንዱስትሪ ትሬኒንግ ኢልኩም ተኣትኹም ኣብ ጉግል ክትረኽቦ ትኽእሉ ኢኹም ሽዑ እዚ ታሕቲ እዚ ኩሉ ትሪኦ ዘለኹም ሃው ከናይ ኣፕላይ ብኸመይ ኣፕላይ ገብር ትኽእል እንታይ ዓይነት ፕሮግራምስ ኣሎ ትሬድስ ቱ ኳሊፋይ ፕሮግራም ሃይ ስኩል ራፕ እዚ ኩሉ ኣንብብዎ ኣይኖ ሃይስኩል ወዲእኩም ዝመፅኹም መብዛሕትኩም መንእሰያት ስለዝኾኑ ከተንብቡ ትኽእሉ እዮም ኣጌን ኣብ ከምዚ ዓይነት ቁር ዝፅግመኩም እንተሎ ኣብቲ ኮመንት ኣብዛ ዩቲብ ኮመንት ኣው ፀሓፍዎ ኢትስ ኦኬ የንብቦ ኣነ ኮመንት ኣነን ተመሊሰ ቪድዮ ክሰርሕ እንተ ብዝሒ ሰብ ጠለብ ገብር ኣሎ እሞ ናይ ስራሕ ናይ ትምህርቲ ጠቓሚ ምዃኑ ከዓ እፈልጥ እዚ ቢኮዝ ኣነ እውን ንባዕለይ ነይሩ እየ ቅድሚ ሓሙሽተ ዓመት ኣይ ኣንደርስታንድ ማዕረ ክንደይ ክሕግዘካ ከም ዝኽእል

ድራውሊኮ እቲ ቴክኒክ ሒዝኩም ዝመፃኹም ተለኹም ግን ትሬድ ኳሊፋየር ፕሮግራም ዝበሃል ከዓ ኣሎ ካብ ሱሳ ክሳብ ኣርባዕተን ሓምሳን ዶላር ዝበፅሕ ማለት እዩ ኦር ስታርት ኦር ሬዥም ዮር ኦንላይን ኣፕሊኬሽን ኣፕላይ ናው ትብልሽ ኣላ ኣብዚ ኣፕላይ ትገብሩ ካብዚ ንኒው ፎሎ ኣፕ ምግባር ጥራይ እዩ ተረዲኡኩምኒ እንተ ሓድሽ ኮንካ ኢሜይል ኣድረስ ተእቱ እንተ ስታይ ኮንካ ከዓ ሳይን ኢን ዊዝ ጉግል ትብላ ማለት ወይ ድማ ክሬት ኣን ኣካውንት ትብላ ሓድሽ ተኾንካ ክሬት ኣን ኣካውንት ትብል ኢኻ ብጂሜይል ካርታ ትጥቀም ማለት እዩ ዊን ውሽጢ ኣይከኣቱን እየ ፕሊዝ ግን እዚ ኦፖርቹኒቲ ተጠቐምሉ ነዚ ኦፖርቹኒቲ ትገልፅ ከዓ ሓፃር ቪድዮ ኣቕርበልኩም ኣለኹ ኣይሆፕ እዚ ቪድዮ ሙሉእ ተሪኢኹሞ ኮምፕሊትሊ ክሕግዘኩም እዩ እዚ ሓፃር ቪድዮ ተኸታተልዋ

እንተኾነ ግን ስቲል ኣብዚ ትሬዝ ሕጂ ተረኪቡ ዘሎ ዕድል ወይ ኦፖርቹኒቲ ከየምለጠ ከሎ መፂኹም ሞቭ ግበሩ ማዕረ ክንደይ ክሳዕ ዜና እዮም ኣድቨርታይዝ ዝገብሩ ዘለዉ which means ዲማንድ ኣሎ ስራሕ የድልየና ትብሉ ዘለኹም ብድሕሪ እዚኣ ዘቕርባ ቪድዮ ብቐንዱ ንደቂ ኣንስትዮ ትኸውን ናይ ስራሕ ዕድል ድብላ ድሕሪ እዚኣ ከዳልወያ ኔክስት ድሕሪ እዛ ቪድዮ ማለት ካልኣይቲ ቪድዮ ከይትነውሓና እዚኣ ካብ 15 ደቂ ክትሓልፍ ኣይደልያን እዚኣ ግን ማዕረ ክንደይ ዲማንድ ኣሎ ትሪእዎ ኣለኹም ኤክስኬቬተር እዚኣ ፈሓሪት ማለት እያ እዞም ኩለን ማሽናት ከዓ ዝዕረየን ክደልያ እየን ስለዚ ነዚ ዓይነት ስኪል ተለኩም ግድድ ክመፁ ኣለኩም
industry in transportation, aviation, construction, agriculture,

App $5,000 moving bonus are being accepted right now. ሕራይ ከም ዝኽሰሙ ኣፅናሕኩም ብዙሓት ሰባት ነዚ ኣፕሊኬሽን ዓሚ ካብ ዝተፈላለያ ቦታታት ንኣልበርታ ዝመፁ ሰባት ሓሙሽ ሕላር ክቕበሉ ይኽእሉ እዮም ኣብ ሰዓት እዚ ግን ስቲል እዚ ክሪደንሻል ወላ ሒዝኩሞ ዝመፅኹም ናይ ኣፍሪቃ ተሎ ብዙሕ መንገድታት እዩ ዘሎ ኦፍኮርስ ቁሩብ ኮለል ክትብሉ ትኽእሉ ኢኹም ምክንያቱ ኩሉ ናይ ኦፊስ ወርክ እዩ ናብቲ ኦፊስ ትኸይድ ናብቲ ኦፊስ ትኸይድ እዚ ምፅኣልና ወረቐት ክብሉካ ግዴታ እዩ ዘሎ እዩ ዋላ ኣስመራ ከማን ወረቐትካ ካብ እንዳ መዘገጃ ቤት ናብቲ ምለሶ ኣፃርዮ ዘሎ እዩ ስ ፕሮሰስ ሲስተም እዩ እሱ ምስ ክፃላ የብልካን ሲስተም ናይቲ ዓዲ ከምኡ እዩ እንተኾነ ግን እቲ ናትኩም ኣፕሊኬሽን ጌርኩም ካብ ኣብ ዝኾነ ስራሕ ስእልኩም ተሰኪዕኩም ትነብሩ እዚ ዓን ኣፖርቹኒቲ ተረኪበሉ ተጠቐምሉ ሰናይ ዕድል